እታ ዘይትሕለል ጎርዞ ደራሲት ቻርሎት ብሮንቲ ትርጉም ተኪኤ ገብረማርያም ምዕራፍ ሓደ እታ ቀይሕ ዝማዕጾኣ ክፍሊ፣ ኣብታ ዕለት እቲኣ በቲ ኣብ እዋን ድሕሪ ቐትሪ ዝሃርም ዝነበረ ብርቱዕ ዝናብን ቀዝሕን ከምቲ ኩሉ ግዜ ምስ ደቂ ኮይ እንገብሮ እግሪ ጉዕዞ ከይገበርናን ካብ ገዛ ከይወጻናን ወዓልና። እቲ ኩነታት ኣየር እኳ ኣዝዩ ሕማቕ እንተነበረ ኣነ በቲ ዝነበረ ቐዝሒ ዝመልኦ ኩነታት ኣየር ኣዝየ ተሓጒሰ። ምኽንያቱ ኣነ ምእንቲ ደቅኮይ ክብል እምበር ነቲ ነዊሕ እግሪ ጉዕዞ ብፍላይ በቲ ኣብ ቀውዒ ዝወርድ ኣጻብዕቲ እግርኻን ኢድካን ዘቑሪ ኣሳሒታን ከምኡ ድማ ብድሕሪኡ ብግዜ ጸልማት እንገብሮ ጉዕዞ መልሲ ንገዛና ኣዝየ ይጸልኦ ነይረ። ካልእ እቲ ገዛ ምስ ተመለስና በታ ብሴ ዝስማ ሰራሕተኛ ገዛ ናይ እንዳኮይ ዝወርደኒ ጸርፊ ኣዝየ ዝሽቑረር። ብሴ ሰራሕተኛ ገዛ እኳ እንተኾነት ኣብ ኣተሓዛና ብጣዕሚያ ፍልልይ ኣድልዎ እትገብር። ንሳ ከምቲ ንደቂ ኮይ ማለት ንጆን፣ ኤሊዛን ጆርጂናን እትገብረሎም ክንክን ኣይትገብረልንያ። ፍርሃት እግዚኣብሄር ዘይብላ ኣዝያ ሕማቕ ሰብ ኮይና ኣይኮነን ኣብ ልዕሊ ቆልዑ ኣብ ዓበይቲ እውን ክግበር ዘይግብኦ ኣድልዎያ እትገብር። ኣብ ኣተሓዛና ብዝምልከት እዚኣ ጽብቕቲ ኣላታ ዝበሃል ነገር የብላን። እቲ ስድራ ዋላ ሓንቲ ስእነት መነባብሮ ዘይብሉ ክነሱ ኣብ ኣመጋግባና ከይተረፈያ እተዳሉ። ነቶም ደቂ እኮይ ብዝሕ ዝበለን መኣዛ ዘለዎን ጽቡቕ መግቢ ክትቅርበሎም እንከላ ንዓይ ግና ውሕድ ዝበለ ተረፍ መረፍ ናታቶም እያ እትህበኒ። በዚ እትገብሮ ፍልልይ ኣተሓዛዩ ዝኸውን ንሳቶም ጽቡቕ ቁመናን ድልዱል ኣካላትን ክህልዎም እንከሎ ኣነ ግና በንጻሩ ዕባራን ደቃቕን እየ። እዞም ሰለስተ ኣሕዋት በታ ሰራሕተኛ ትኹን ኣዲኦም ብዙሕ ክንክን እዩ ዝግበረሎም። እዚ ካብ ልክዑ ዝሓለፈ ክንክን ግና ናብ ቀበጥበጥ እዩ ኣድሂቡሎም። ወላ ሓንቲ ነብሶም ኪኢሎም ዝገብርዋ ነገር የብሎምን ነቲ ዝበልዕሉ መኣዲ ይኹን ኣብ መሬት ወዲቁ ዝጸንሖም ነገር ከልዕሉ ይትረፍ መሊሶም ዛሕዛሕ ኣቢሎም ነቲ ገዛ ዘይምሱል እዮም ዘምስልዎ እዚ ኩሉ ክገብሩ እንከለዉ ብሴ ወላ ሓንቲ ኣይትብሎምንያ በቲ ዝገብርዎ ሕማቅ ነገራት መግናሕቲ ስለ ዘይቀርበሎም መንዩ በዳሊ መንዩ ተበዳሊ ዘይትፈልጠሉ ክጨቃጨቁ እዮም ዝውዕሉ። ሓንቲ መዓልቲ ዋላ ብጌጋ ጠራውዝቶም ገንጺሎም ከጽንዑ ርእየም ኣይፈልጥን። ኣብ ትምህርቶም ኣዝዮም እዮም ሕማቓት። ንሳቶም መብዛሕትኡ ግዜ ኣብ ንሓድሕዶም ክበኣሱን ክታረኹን እዮም ግዜኦም ዘሕልፍዎ። እታ ኣዲኦም እውን እንተኾነት ከም ወላዲት ቅርብ ኢላ ክትመኽሮም፣ ክትምዕዶም ይኹን ከተዕልሎም ብዙሕ ግዜ ርእየ ኣይፈልጥን። ሓንቲ መዓልቲ ናውቲ ቤት ትምህርቶም ብምግንጻል ከመይ ይኸዱ ኣለዉ ተዓዚባ ኣይትፈልጥን። ኩሉ'ቲ ኣብቲ ገዛ ዝግበር ስራሕ ይኹን ምሕደራ ነታ ሰራሕተኛ'ያ ፈንያቶ። ነቲ ኣብቲ ገዛ ብብሴ ዝፍጽም ሕማቕ ነገራት ይኹን ስድነት ዝመልኦ ኣካይዳ ናይቶም ቆልዑት ጋሻ'ያ። ንሳ ዝበዝሕ ግዜኣ ዝብጽሓሉኒ ብምባል ኣብቲ ገዛ ኣይትርከብን'ያ። እተን ኣብ ገዝኣ ትጸንሐለን ሒደት ሰዓታት'ውን እንተኾነ ምስ ነብሳ ክትቆናጆ ምስውስው ክትብል'ያ እተሕልፈን። እዚ ድማ ንብሴ ከም ድላያ ከም እትኸውንን ነቶም ቆልዑ ድማ መትሓዚ ዘይብሉ ኣካይዳ ክኸዱን ገይርዎም እዩ። ኣብታ ብሰንኪ እቲ ዝነበረ ቀዝሕን ዝናብን ካብ ገዛ ከይወጻእና ዝወዓልናላ መዓልቲ እቲኣ ግን ዘይከም ወትሩ ኣዲኦም ትኹን እቶም ቆልዑ ከቢቦም የዕልሉ ነበሩ። ኣነ ድማ በቲ ተዓዚበዮ ዘይፈልጥ ሓድሽ ኩነታት ተመሲጠ ጠመትኩም። በቲ ኩነታት ተገሪመ ድማ ክሕወሶም ብምባል ናብኦም ገጸይ ቀረብኩም። ይኹን እምበር ዘይከም ዝተጸበኽዎ ሰበይቲ ኮይ ወይዘሮ ሪድ ሕማቕ ገጽ ብምርኣይ ከይሕወሶም ነጸገትኒ። ኣነ በቲ መበገሲኡ ዘይተረደኣኒ ምንጻግ ልበይ ተሰብረ። ኣዝዩ ሕማቕ ድማ ተሰማዓኒ። እንታይ እቱ ጠንቂ ኢለ ክሓስብ ርእሰይ ክሳብ ዝፍንቀል ኮንኩ። ድሓር ካብቶም ቆልዑ ከም ዝሰማዕክዎ ግና ብሴ ቅድም ኢላ ዘይገበርክዎ ብዛዕባይ ሕማቕ የዕሊላታ ስለ ዝነበረት ምዃኑ ፈለጥኩ። እቲ ናብኦም ገጸይ ቅርብ ምስ በልኩ ሰይቲ እኮይ ዓው ኢላ፣ ጄን! ኢለ ድሕሪ ምጽዋእ፣ ስምዒ፣ ካብ ሕጂ ንደሓር ጠባይኪ ተመሓይሹ እንተዘይርኤ ወይ ድማ ከም ዘመሓየሽኪ ብሴ እንተዘይሓቢራትኒ፣ ከምቲ ንደቀይ ዝገብረሎም ፍቕርን ክንክንን ከም ዘይልግሰልኪ ክትፈልጢ ኣለኪ። በለትኒ። በቲ ሃንደበት ዝኾነን ነገር እኳ ሕንቕንቕ እንተበልኩ፣ ዋላ ሓንቲ ዝበደልክዎ ነገር ስለ ዘይነበረኒ፣ ሓቅነቱ ከረጋግጽ ካብ ዝነበረን ድሌት፣ ብሴ ብዛዕባይ እንታይ ደልያትኪ? ብምባል ሓቂ ከረጋግጽ ትሕት ኢለ ሓተትክዋ። ንሳ ግና በቲ ብሴ ዘሎን ዘየሎን ዝመልኣተ ሓሶት ዘቕቢባ ስለ ዝጸንሐት፣ ነቲ ዝሓተትክዋ ሕቶ ክትምልስ ቅርብቲ ኣይነበረትን። ነቲ ሕቶይ ብግቡእ ሰሚዓ ኣብ ክንዲ እትምልሰለይ፣ በንጻሩ፣ ከምዚ ኢልኪ ክትሓትኒ ኣይግባእን፣ እዚ ድማ መርኣያ ስድነትኪ'ዩ፣ ስነ-ስርዓት ግበሪ እብለኪ ኣለኹ፣ ስነ-ስርዓት ዘይትገብሪ እንተድኣ ኹንኪ ግን፣ ዋእ! እነግረኪ ኣለኹ ኣነ! ብምባል ናብ ዝሓረቐት ዋዕሮ ተቐይራ ብነድሪ ተዛረበትኒ። ብድሕሪኡ ኣነ ኩነታታ ደስ ስለ ዘይበለኒ ካልእ ዘረባ ከይወሰኽኩ ካብታ ዝነበርናያ ክፍሊ ብምውጻእ ናብታ ኣብ መንጽራ እትርከብን ኣኮይ ዝጥቀመሉ ዝነበረን ንቖልዑ መምሃሪ ኢሉ ዝኣከቦ ዝተፈላለየ መጽሓፍቲ ዝርከበሉ ጸቢብ ክፍሊ ብምኻድ ናይ ስእሊ መጽሓፍ ወሲደ ናብቲ ኣብ ላዕለዋይ ደርቢ ዝርከብ ብሕቱው ክፍሊ ደየብኩም። ቅድሚ ስእሊ ምስኣል ምጅማረይ በቲ ኣብ ልዕለይ ዝወርድ ግፍዕን በደልን ብፍላይ ድማ በቲ ብሴ ዘይገበርክዎን ዘይወዓልክዎን እናሓሰወት እትገብሮ ነገራት ኣብ ምስልሳል ኣተኹም። እንታይ ክትረክብ እያ ኣብ ልዕሊ ሓንቲ ንእሽቶይን ድኻን ቆልዓ ከምዚ ዓይነት በደል ትፍጽም ግርም ኢሉኒ ኣብ ከቢድ ሓሳባት ጠሓልኩም። ንዓይ ግን ካብቲ ሓሶታ ንላዕሊ እቲ ኣዘራርባኣን ኣጠማምታኣን እዩ ብዙሕ ዘጨንቐኒ። ገለ ነገር ከይትገብረኒ ስለ ዝፈርሕ ድማ ብሻቕሎት ሰለም ከየበልኩ እየ ዝሓድር። ኣነን ብሴን ኣብ ትምህርትን ምንባብን ዘሎና ርድኢት ናይ ሰማይን ምድርን እዩ። ኣነ ምንባብን ምስኣልን ይፈቱ ስለ ዝነበርኩ ዝበዝሕ እዋን ኣብ ምስኣልን ምንባብን እየ ዘሕልፎ። እዚ ኣካይዳይ ድማ ነታ ዋላ ሓንቲ ትምህርቲ ዘይነበራ ብሴ የቕንኣ ስለ ዝነበረ ሕጉስቲ ኣይነበረትን። ንሳ ብንእስነታ እንከላ ትምህርቲ ትፈቱ ስለ ዘይነበረት ኣብ ትምህርቲ ዕውትቲ ኣይነበረትን። እቶም ብዕድመ ድፍእ ዘበሉ ወለዳ ክትመሃር ብዙሕ እኳ እንተ መዓድዋ ነቲ ምኽሮምን ማዕድኦምን ሸለል ብምባል ግዜኣ ኣብ ጸወታን ዝሮትን እያ እተሕልፎ ነይራ። በቲ ኣብ ንእስነታ ዝኸደቶ ሕማቕ ኣካይዳ ድማ'ያ ኣብ እንዳ ሰብ ተቖጺራ ክትሰርሕ ተገዲዳ። ኩለን ኣብቲ እዋን ስነ-ስርዓት ገይረን ዝተማህራ መዛኑኣ፣ ገሊኤን መምሃራን፣ ገሊኤን ሓካይም፣ ገሊኤን ድማ መሃንድሳት ብምዃን ኣብ ዝለዓለ ደረጃ በጺሐን'የን። እቲ በጺሐንኦ ዘለዋ ደረጃ ስለ እትፈልጥ፣ በቲ ኣብ ንእስነታ ዝኸደቶ ሕማቕ ኣካይዳ ኣዝያ'ያ ትጠዓስ። እቲ ዝገደደ ድማ እቲ ብልዕሊኣ ዝወረደ ውድቀት ኣባይ እውን ምእንቲ ከይበጽሕ ቅዱስ ሓሳባት ሓሲባ ኣብ ክንዲ እተተባብዓኒ ኣእምሮኣ ብሰይጣናዊ ሓሳባት ዝተመልአ ስለ ዝነበረ ኩሉ ካይድኣ ብቕንእን ቅርሕንትን ዝተጎብኦ እዩ። ካብዚ ዘይቅዱስ ኣተሓሳስባ ዝብገስ ድማ ዝመሃር ወይ ዘንብብ ሰብ እንተድኣ ርኣ ሓጎስ ኣይስምዓን። ድሓር ግና ካብቲ እእምሮይ ተቖጻጺርዎ ዝነበረ ሓሳባት ስለ ዝነቓሕኩ ክስእልን ከንብብን ኮፍ በልኩም። ከምቲ ኩሉ ግዜ ዝገብሮ መንበር ብምስሓብ ከኣ በቲ መጋረጃ ተኸዊለ ኮፍ ኢለ ክስእልን ከንብብን ጀመርኩ። ምስኣልን ምንባብን በዚሑኒ ድኽምክም ኣብ ዝብለሉ እዋን ድማ ሓንሳብ ሓንሳብ በቲ መስኮት ተቐልቂለ ነቲ ኣብ ልዕሊ ጀርዲን እቲ ቐጽሪ ዝዘንብ ዝነበረ ዝናብ ተመሲጠ ብምርኣይ ብሕትውናይን ሕርቃነይን እድብስ ነበርኩ። እቶም ስድራ ይኹኑ ብሴ በቲ ኹሉ ግዜ ዘካይዶ ምንባብን ምስኣልን ሕጉሳት ስለ ዘይነበሩ ተሓቢኤ ወይ ምስ ደቆስ'የ ዘካይዶ ነይረ። ዝበዝሕ እዋን ግና ቀትሪ በቲ ኣብቲ ገዛ ዝርከብ መጋረጃ ተሓቢኤ ምንባብ ዝፈቱ። ኩሉ ግዜ ስግኣተይ ድማ ነዛ ናይ ወትሩ መሕቢኢተይ መጋረጃ ብሴ ከይትፈልጣ እሞ ንሰበይቲ ኣኮይ ከይትሕብራ እዩ ነይሩ። ደሓር ግና ዘይተጸበኽዎ ኣበይ ኣለኺ ኣንቲ ኣንጭዋ ብምባል ጆን ወዲ እኮይ ብነድሪ መጺኡ ናይታ ዝነበርክዋ ክፍሊ ማዕጾ ብሓይሊ ከፈቶ። ኣነ ግና ዋላ ሓንቲ ድምጺ ከይገበርኩ ኣጽቅጥ ኣበልኩ። እታ መሕብኢተይ ይፈልጣ ስለ ዘይነበረ ድማ ተመሊሱ ብምውጻእ ናብቲ ኤሊዛን ጆርጂናን ኣሕዋቱ ዝነበርኦ ከይዱ ርኢኽንዛ ግናይ ፍጥረት በዚ ናብዚ ንግዳም ወጺኣ ድሕሪ ምባል ደሓን ትምጻእ ጥራይ ንማማ ክነግረላ እየ በለን እናሓንሓነ ንሱ ሓደ ዓዋን እዩ በየናይ ቆልቡ ብድሕሪ መጋርጃ ተሓቢኤ ከም ዘለኹ ክጥርጥር። ኤሊዛ ግና ካልእ እዋን ኣብኡ ኮይነ ከንብብ ሪኣትኒ ስለ ዝነበረት ካብ ግርህና ዝተበገሰ እዩ ዝኸውን ኢለ እየ ዝግምት። በዚ ዝናብ ናብ ግዳም ክትወጽእ ኣይትኽእልን እያ። ኣብ ድሕሪ እቲ መጋረጃ እቲ ሞስኮት ረኣያ። ኢላ ክትዛረቦ ሰማዕኩዋ። ካብ ንሱ ብሓይሊ ጎቲቱ ዘውጽኣኒ ባዕለይ ብምውጻእ ይሕሸኒ ኢለ ድማ ቀልጢፈ ወጻእኩ። ካብቲ ዘንብቦን ዝስእሎን ዝነበርኩ ስለ ዘጎናደበኒ። እሂ ደሓን ዲኻ ደኣ እንታይ ደሊኻኒ? በልክዎ ብልበይ ሕርቃን እናተሰማኣኒ። እንታይ በልኪ እመቤት? ንዕን ኣብ ዝብለኪ ኣለኹ። ኣብ መንበር ኮፍ ኢሉ ገጹ ኣእሲሩ ብምስትንዓቕ ጠመተኒ። ጆን ሪድ ወዲ ዓሰርተ ኣርባዕተ ዓመት ክኸውን እንከሎ ኣነ ግና ጓል ዓሰርተ ዓመት ጥራይ እየ። ብተወሳኺ ንሱ ኣዝዩ በላዕን ገዚፍን ኮይኑ፣ ኣነ ግና በንጻሩ ቀጣን፣ ዕባራን ሓጻርን እየ። እቲ ግዝፉ ልዕሊ ዓቐን ስለ ዝነበረ ኩሉ ግዜ ብሕማም ምስ ተጠቕዐ እዩ። ብንእሽትኡ ሕማማት ሽኮርን ደም ብዝሕን ኣለዎ። ሽዑ መዓልቲ እውን እታ ኣዝያ እተሐንቅቖ ኣዲኡ ካብቲ ዝመሃረሉ ኣሕዳሪ ቤት ትምህርቲ ብሰንኪ እቲ ተነቃፊ ጥዕንኡ ፍቓድ ሓቲታ ኣብኲራቶ። ጆን እቲ ምሒር ሕንቃቕን ቀበጥበጥን ዘምጽኦ ሕማቕ ጠባዩ ነዲኡ ይኹን ነተን ክልተ ኣሓቱ ብዙሕ ከበር ኣይገብረለንን። ንሱ ኣዝዩ ስድን ንዓይ ጥራይ ይጥዓመኒ በሃላይን እዩ። ንዓይ ከኣ እሞ ኣዝዩ ይጸልኣኒ። እዚ ግና ኣይግርመንን እዩ። ኩሉ ግዜ ዳርጋ ኣብ ሰሙን እንተ ወሓደ ሰለስተ ግዜ ብዘይ ዋላ ሓንቲ ምኽንያት እዩ ዝሃርመኒ። ከም ገለ ናባይ ገጹ ቅርብ እንተድኣ ኢሉ ሕጂ ድማ ክሃርመኒ እዩ። ኢለ ኣዝየ ዝሽቑረር። እታ መዓልቲ ከይተረኣኣና እንተደኣ ውዒልና ንዓይ ኣዝያ ብርኽቲ መዓልቲ እያ። እንተዘየሎ ግን ዋላ እንተዘይሃረመኒ ኣዝዩ ዘፈራርሓኒ። ህይወተይ ኩሉ ግዜ ብሽቑረራ ዝተኸበበት እያ። ሓደ ሓደ ግዜ እንታይ ከም ዝገብርን ናበይ ከም ዝኸይድን ሕርብት እዩ ዝብለኒ። እዚ ኩሉ ከጋፍዓኒ ኣዲኡ ትኹን እተን ካልኦት ሓደ መዓልቲ ገሲጸንኦ ኣይፈልጣን። ናተይ ንእሽቶይ ግን ከም ጌጋ ብምርኣይ ኣጋኒነን እየን ዝርእየኦ። ወላ ሓንቲ ሸለል ኢለን ሓሊፈንኦ ኣይፈልጣን እየን። እቲ ኮፍ ኣበሃህልኡን ትዕቢቱን እኳ ናብኡ ዘኼድ እንተዘይነበረ፣ ናይቲ ዝጸውዓኒ ትእዛዝ ከኽብር ስለ ዝነበረኒ ግና ኣእዳወይ ቅጥቅጥ እናበልኩ ናብቲ ኮፍ ኢልዎ ዝነበረ ቀረብኩ። ልበይ ብጓሂ ተሰይሩ ኣእምሮይ'ውን ጽቡቕ ስለ ዘይነበረ ገጸይ በርበረ መሲሉ፣ ኣፈይ'ውን ከይተፈለጠኒ ይንቀሳቐስ ነበረ። ንሱ ድማ ካብቲ ኩነታተይ ይኹን ምልክታት ገጸይ ብልበይ እንታይ ይብሎ ከም ዘለኹ ግዲ ነጊርዎ ብጽፍዒት ኣላደደኒ። ክትፈልጢ እዚ ጽፍዒት እዚ ንማማ ዘይምእዛዝኪ፣ ድሕሪ መጋረጃ ስለ ዝተሓባእክን ከምኡ ድማ ንዓይ ብኽፉእ ገጽኪ ብምጥማትኪ ዝተዋህበኪ ዋጋ'ዩ። ብምባል ግናይ ክፍእቲ ፍጥረት! በለኒ። በዚ ጥራይ ይሕለፈለይ ኢለ እናተጸበኹ ግና ጸኒሑ ካብቲ ኮፍ ኢልዎ ዝነበረ ብድድ ብምባል፣ በቲ ድሕሪ መጋረጃ እንታይ ክትገብሪ ጸኒሕኪ? በለኒ። ኣነ ድማ ፈሪሐ ምሽክንክን እናበልኩ፣ መጽሓፍ ከንብብ ጸኒሐ። በልኩዎ። እስከ እቲ መጽሓፍ ኣምጽዮ ኣርእይኒ። ስለ ዝበለኒ፣ ነቲ መጽሓፍ ናብቲ ዝነበርኩዎ ብምኻድ ኣምጺኤ ሃብኩዎ። ስምዒ ንስኺ ኣብዚ ገዛ ትውንንዮ ዋላ ሓንቲ ንብረት የብልክን። እዚ ኣብዚ ገዛ ዘሎ ንብረት ኩሉ ናተይ ድሕሪ ሕጂ ድማ መጽሓፍተይ ክትሕዝለይ መሰል የብልክን። ኣቦኺ እንተኾነ ድኻ ስለ ዝነበረ ዝገደፈልኪ ሳንቲም የብሉን። ካብቲ ዘራርብኡ ኣቦይ ምዉት ምዃኑ ንመጀመርያ እዋን ፈለጥኩ። ንሱ ዘረብኡ ብምቕጻል፣ ክትፈልጢ ንስኺ እኮ ኣብ ጎደና ወጺእኺ እንዳለመንኪ ክትናበሪ እዩ ዝግብኣኪ ነይሩ። ኣብዚ ግና ልክዕ ከማና ብምቾት ማሙቕኪ ትነብሪ ኣለኺ። በለኒ ብልበይ ነየናይ ናብራዩ ከማና ማሚእኪ ዝብሎ ዘሎ ኢለ ሓሲበ ክይወዳእኩ ካብ ሕጂ ንደሓር ዋላ ሓንቲ ንብረት ዋላውን መጽሓፈይ ከይትንክፍለይ ብምባል ነቲ ሒዝዎ ዝነበረ መጽሓፍ ናብ ገጸይ ብምድርባይ ኣፍንጫይ ደም በለል ክሳብ ዝብል ገሰመኒ ኩሉ እቲ ዘሕልፎ ዘለኹ ናብራ ምስቲ መርድእ ዝኾነኒ ሞት ኣቦይ ደማሚረ ሕርቃነይ ክቆጻጸር ስለ ዘይከኣልኩ ንመጀመርታ መዓልቲ ኣፍ ኣውጺኤ ኣታ ጨካን ኣራዊት ኢለ ተጻረፍኩ። ንሱ ልዕሊ ዕድሚኡ ዝኸደ ትዕቢት ስለ ዝነበሮ በቲ ዝሃብኩዎ መልሲ ኣዝዩ ስለ ዝሓረቐ እንታይ ኢልኪ ኢሉ ክልተ ግዜ ድሕሪ ምድጋም ናብ ኤሊዛን ጆርጂናን ብምጥማት፣ ሰሚዕክና? ሰሚዕክና ዝበለትኒ? ኢሉ ነጢሩ ሓዘኒ። ኣዝዩ መሪሩኒ፣ ሕርቃን ልዕሊ ዓቕመይ በጺሑ ስለ ዝነበረ ድማ ዘለኒ ሓይሊ ኣኻኺበ ተቓለስኩዎ። እቲ ቅልስ ዝመጣጠን ኣይነበረን፣ ዳርጋ ናይ ኣንበሳን ሰስሓን እዩ ነይሩ። ነቲ ቅልስ ዝዕዘባ ዝነበራ ኣሕዋቱ ኣብ ክንዲ ክዓርቃና ዝፍትና ናብ ታሕተዋይ ደርቢ ብምውራድ ነዲኤንን ነተን ክልተ ከደምተንን ነገረእን። ኩላተን ተኣኻኺበን ብምምጻእ ንኽልቴና ስሒበን ሰሓሒበን ስለ ዝፈላልያና ሩፍታ ተሰመኣኒ። እዚ ኩሉ ኮይኑ ኣነ ደም ብደም ኮይነ ዝተዓዘበት እታ ኣቦት ዝስማ ሓዳሽ ሰራሕተኛ ክትሓዝነለይ እንከላ ብሴን ኣዲኡን ግን ናተይ ደም ምውጻእ ምንም ኣይመሰለንን። ብፍላይ ኣዲኡ ደም ወጽኤን እናረኣየት ኣብ ክንዲ ትሓዝነለይ ተመሊሳ ኣንቲ ርግምቲ ፍጥረት ምስ ወደይ ድማ ተባኢስኪ ብምባል ተጻረፈትኒ። ናብተን ከደምቲ ብምጥማት ድማ ናብታ ቀያሕ ዝመዓጾኣ ገዛ ወሲደን ክዓጽዋኒ ኣዘዘተን። ኣነ ንግዜኡ ፈንጠርጠር ብምባል ብዙሕ ተቓለስክወን። ኣብ መጠረሽታ ግና ስለ ዝደኸምኩ ኣእዳወይ ንኣእጋረይን ጠሚረን ብምሓዝ ሳምቦ ሳምቦ ኢለን ናብታ ዝተባህለኣ ገዛ ኣእተዋኒ። ኣብታ ክፍሊ ምስ ኣእተዋኒ ኣቦት ተገሪማ ብምጥማት ኣቲ ከመይ ኣቢልኪ ምስ ወዳ ኣመና ትባእሲ ብጣዕሚ ደፋር ኢኺ ኢላ ተቋየቐትኒ ኣነ ግና ድሮ ብኹሎም ሓሪቐ ስለ ዝነበርኩ ኣነስ ዘይሕርቐን ብምባል ኣነ እኮ ከዳሚት ኣይኮንኩን በልክዋ። በዚ በሃላ እዚ ክልቲኤን ኣዝየን ሓረቓ። ንስኺ ደኣ ትሕቲ ከዳሚት እምበር። ሰበይቲ ኣኮኽያ ብርኽቲ ስለ ዝኾነት ኣብዚ ገዛ ተንብረኪ ዘላ እምበር ንስኺ ደኣ ዘመድ ይኹን መቕርብ ዘይብልኪ ምናምን ቅርስስቲ ናይ ዓለም እኮ ኢኺ። ኢላ ብሴት ተጻረፈትኒ። ኩሉ እቲ ኣብዛ ሓጺር ዕድመይ ዘሕልፎ ዘለኹ ህይወት ከም ምስሊ ኣብ ቅድመይ ግትር ስለ ዝበለኒ ብድሕሪኡ ዋላ ሓንቲ ከይመለስኩለን ዕንድ ኢለ ተረፍኩ። ኣቦት ከኣ ግድኣ ብምቕጻል፣ ከምዚ እንተ ደኣ ቐጺልኪ፣ ዓምና ኸተባርሪ ከም ምዃና ኽትፈልጢ ኣለኪ። በለትኒ። ካብ ዘለኪ ጭንቂ ኽትወጺ ጸሎት እንተ ኣዘውተርኪ ይሕሸኪ። ብምባል ድማ ደገመትኒ። ናይ ኣቦት ዘረባ ሓውሲ ምኽሪ ስለ ዝመስል ብዙሕ ኣየተሓሳስበንን እዩ። ኩሉ ግዜ ብሰያ ዓጽምኻ ሰይሩ ርእስኻ ዘሕምመካ ዘረባ እትዛረበኒ። ሕጂ እውን ከምቲ ኩሉ ግዜ እትብሎ ሕማቕ ዘረባ ኣምላኽ ደኣ ይቕጽዓኪ እምበር ግናይ ፍጥረት ኢላ ነቲ ማዕጾ ናይቲ ዘለኽዎ ክፍሊ ብመፍትሕ ዓጽያቶ ንበይነይ ኣብ ጸልማት ገዲፈናኒ ተዓስራ። እታ ገዛ ኣዝያ ዝሕልትን መቓብር እትመስል መልኣከ ሞት ዘለዋ ኮይና ድሕሪ ሞት ኣኮይ ሪድ ንኣስታት ሸሞንተ ዓመት ዝኣክል ኣይኮነን ሰብ ክድቅሰላ ኣትይዋ እውን ኣይፈልጥን። ኣብታ ገዛ ንበይነይ ብዛዕባ ወይዘሮ ሪድን ደቃን ከምኡውን እተን ከደምቲ ዝገብሩኒ ክሓስብ ወዓልኩ። እቲ ኹሉ ግዜ ዝገብሩኒ ከም ትርኢት ኣብ ቅድመይ ተተመሊሱ እናመጸ ዕረፍቲ ከልኣኒ። እንታይ ዓይነት ትዕድልቲ እዩ! እታ ናብዞም ገዛ ዝመጻእኹላ መዓልቲ ብምርጋም ብዕድለይ ኣምሪረ ብምውጫጭ በኸኹም። እቲ ካብ ኩሉ ዝገርመኒ ዋላ ሓደ ኣባል ስድራ ምሳይ ዝደናገጽ ዘይምህላዉ'ዩ። ኣደን ደቃን እኳ ካብቲ ንብረት ኣኮይ ብውርሻ ዝምቀል መሲልዎም ይኸውን፣ ናይታ ብሴ ሰራሕተኛ ግን ናይ ምንታይ ይበሃል? እንታይ ክትረክብ ኢላ ከምኡ ከም እትገብር ኣይርደኣንን'ዩ። ደቂ እኮይ ወዶም ጓሎም ሓደ ጥዑይ ምሳይ ዝደናገጽ ዘይብሎም ምዃኖም ዘሕዝን ነገር እዩ። ኣብ ሓንቲ ጓና ዘይኮነት ቀረባ ቤተሰብ ከምዚ ዓይነት በደል ግቡእ ኣይነበረን። እተን ኣዋልድ ኣይጥዑያት እቲ ወዲ ኣይጥዑይ። ኤሊዛ ንዓይ ጥራይ ይጥዓመኒ በሃሊት፣ ጆርጂና ውን ብመልክዓ ኣዝያ ትፍስሓን ኣይትቕረብኒ በሃሊት ናይ ጆን እሞ ዕንጅልና ዝተሓወሶ ኮይኑ ኣዝዩ ሕሱምን ጨካን ኣራዊትን እዩ። ንሱ ሓደ ወዲ ኣብ መንጎ ኣዋልድ ስለ ዝኾነ'ዩ ዝመስለኒ ዝበደለ እንተ በደለ ዋላ ሓደ ዝዛረቦን ዝግስጾን ዘይብሉ ጉብዝና ብምጅማሩ ስዲ ዝኸይድ ዘሎን'ዩ። ኣነ ብዝተኻእለኒ መጠን ጉድለት ከይርከበኒ ኣዝየ እናተጠንቀቕኩ'የ ዝኸይድ። ይኹን እምበር ካብ ቆይቓን ጸርፍን ከምኡ'ውን ማህረምቲ የዕሪፊ ኣይፈልጥን። ሎሚ ንመጀመርያ መዓልቲ ንጆን ተዳፊረ ስለ ዝተባእስኩዎ ኩለን ኣዝየን ጸሊኤናኒ። እነሆ ኣብዛ ደልሃመት ዝኾነት ክፍሊ ተዓጸኹም። ምሉእ መዓልቲ ኣብታ ገዛ ንበይነይ ድሕሪ ምውዓል ብዛዕባ መጻኢ ህይወተይ ክሓስብን ካብዚ ገዛ ንምንታይ ዘይጠፍእ ወይ ድማ ነብሰይ ዘየጥፍእ ብምባል ክሓስብን ወዓልኩም። እዚ ኹሉ ጭንቀት ዝበዝሖ ሓሳብ ክሓስብ ድማ ርእሰይ ክፍንቀል ክሳብ ዝደሊ ኾንኩም። መሬት በብቑሩብ ክመስስ ጀመረ። ዝናብ ውን ይሃርም ከም ዝነበረ በቲ ሽውሽውታ ናይቲ ገረብን ኣብቲ መስኮት ዝፈጥሮ ዝነበረ ድምጺ እንተገንዘብኩም። በቲ ዝወርደኒ ዘስካሕክሓ ደራዕ ጓሂ ስለ ዝተሰመዓኒ ብዕድለይ ኣዝየ ማረርኩ። ሓንሳእ ሓንሳእ እውን ነብሰይ ዶ ኣጥፊኤ ኣብቲ ኣብ ጥቓ ገዛውትና ዝርከብ ኣኩይ ሪድ ዝተቐብረሉን ቤተክርስትያን ክቕበር እብል። ኣኩይ ሪድ ቁሩብ እዩ ዝዝከረኒ እምበር ብዙሕ ኣይፈልጦን እየ። እቲ ብዛዕብኡ ዘለኒ ምስልን ዝኽርን ሃሳስ እዩ። እቲ ኩሉ ብዛዕብኡ ዝዝረብ ጽቡቕ ግብሪ ብዛንታ እምበር ኣይፈልጦን እየ። በቲ ኣብቲ ገዛ ዝዕለል ወለደይ ጓል ክልተ ዓመት ምስ ኮንኩ'ዮም ኣብ ናይ ሓጺር ግዜ ፍልልይ ማለት ሓደ ዓመት ኣብ ዘይመልእ ሞይቶም። ብድሕሪ'ዩ ኣኮይ ምስኡ ከዕብየኒ ኢሉ'ዩ ኣምጺኡኒ። ይኹን እምበር ሕማቕ ኣጋጣሚ ንሱ'ውን ኣዝዩ ሓሚሙ ጓል ኣርባዕተ ዓመት ምስ ኮንኩ ብሞት ተፈልዩ። ኣኮይ ከምቲ ዝዕለለሉ ኣዝዩ ብሩኽ ስለ ዝነበረ ሕማሙ ጸኒዕዎ ምስ ተዳኸመ ንሰበይቱ ጸዊዑ ልክዕ ከም ደቃ ጌራ ከተዕብየኒ'ዩ ተላብይዋ። ንሳ ግን ከምቲ ለበዋኣ ኣይከደትን በንጻሩ ብሕማቕ'ያ ሒዛትኒ። ነቲ ንሱ ዝበላ ቃል ጠሊማ ድማ ነዚ ኩሉ ግፍዕን ውርደትን ኣጋሊጻትኒ። ኣብታ ብ ጸልማ ዝተጎብእት ቀያሕ ማዕጾኣ ክፍሊ ተተመላሊሱ ዝመጸኒ ዝነበረ ሓሳባት ኣዝዩ ዘሰንብድ'ዩ ኔሩ። ዝተፈላለዩ ክፉእ ሓሳባት ኣብ ኣእምሮይ ክመላለስ ጀመረ። ኣኮይ ብህይወት ነይሩ እንተዝኸውን እዚ ኹሉ ኣደራዕ ኣይምወረደንን ኢለ ሓሳበይ ከይወዳእኹ ነቲ ኣብቲ ክፍሊ ዝነበረ ኣረጊት ኣቑሑት ኣትኲረ ጠመትኩዎ እሞ ብቕጽበት ገለ ፍርሒ ወረረኒ። መንፈስ ሞት ኣኮይ ኣብ ቅድመይ ግትር በለ። ሰበይቱ ቃሉ ብዘይምኽባራ ብዙሕ ተቖየቛ። ናባይ ቅርብ ኢሉ ድማ ኣጆኺ በለኒ። ከምዚ ጋህዲ ኮይኑ ስለ ዝተሰመኣኒ ድማ ኣዝየ ፈራሕኩም። እቲ ዘሰንብድ ምስሊ ካብ ኣእምሮይ ክእለ ስለ ዘይከኣለ ኡይ ኢለ ድሕሪ ምውጫጭ ምስቲ ማዕጾ ተጋጨኹም። ነዚ ድምጺ ዝሰምኣ ብሴን ኣቦተን እናጎያ መጺኤን ከፈታኒ። ጀይን! ተጸሊእኪ ድዩ? ኣቦተ ሓተተትኒ። እወ! ካብዚ ገዛ ኣውጽኣኒ! በጃኽን ካብዚ ገዛ ውፃእኒ ብምባል ወጨጭኩም። እንታይ ኮንኪ? እንታይ እዩ ፀገም? ደጊማ ሓተተትኒ። መጀመርታ መብራህቲ ዝመስል ነገር ስለ ዝመፀን ሰንቢደ፣ ድሓር ግና መንፈስ ሞት ኣብኮይ ስለ ዝመፀኒ ኣዝየ ተረቢሸ ብምባል ከይትገድፈኒ ኢዳ ኣትሪራ ሓዝክዋ። ወላ ሓንቲ ኣይኮነትን፣ ንሕና መፂእና ምእንቲ ክንከፍታ ዝፈጠረቶ ሽጣራ እዩ። ግደፍያ ግደፍያ! ግደፍያ ኣይኮነን ናይዚኣ ክንዲ ኢና ንፈልጥ ብምባል ብሴ ተዛረበታ። ኣይጸንሐትን ነቲ ዝነበረ ዘረባ ሰሚኣ ወይዘሮ ሪድ መጸት። ናብ ሓራስ ነብሪ ዝተቐየረት ክትመስል ንድር ኢላ እንታይ ትገብራ ኣለኽን? ከይተኸፍታ ምሽለክን? ንምንታይ ማዕጹ ከፊትክንኦ? ብሕርቃን ሓተተተን። ብሴ ቅልጥፍ ኢላ ብምምላስ ስለ ዘወይት ኢና ሕጂ ከፊትናያ እምበር ተዓጽያ ውዒላ። መለሰትላ። ወይዘሮ ሪድ ግን በቲ ዝገበረኦ ኣዝያ ስለ ዝሓረቐት ያላ ኺዳ ያላ ኺዳ እብለክን ኣለኹ ስራሕክን ስርሓ በለተን። ንሳተን ወጺኤን ምስ ከዳ ገጻ ናባይ ምልስ ኣቢላ ምስ ወደይ ተባኢስኪ ካብዚ ክትወጺ ኢልኪ ኣይትሕሰቢ ገና ኣብዚ ክትሓድሪ ኢኺ በለትኒ። ማማ በጃኺ ይቕሬታ ግበርለይ ድሕሪ ሕጂ ኣይደግምን'የ ካብዛ ክፍሊ ጥራይ ኣውጽእኒ እምበር ኣይደግምን'የ ብምባል ኣዝየ ኣምሪረ በኸኹ ኣብዛ ክፍሊ ዳግማይ እንድሕር ገዲፍክኒ ክመውት'የ ኢለ ደጊመ ኡይ በልኩ ስቕ በለ ሓሳዊት ኣምሰሉ ኢላ ብኢዳ ብምድፋእ ንድሕሪት ገጸይ ደርበየትኒ ነቲ ማዕጾ ብመፍትሕ ዓጽያ ድማ ተመርቀፈት ዳግማይ ኣብቲ ጸልማት በይነይ ምስ ተረፍኩ ከም እንደገና እቲ መንፈስ ሞት መጸኒ። ኣይጸናሕኩን ርእሰይ ጽርውርው ስለ ዝበለኒ ልበይ ኣጥፊኤ ወደቕኩ። ብድሕሪኡ ዝሰዓበ ነገራት ኩሉ ፈጺሙ ኣይተረደኣንን።